ክንማላኣካ ኢና ንሓስብ ዘለና ሕጂ ኢትዮጵያ ንወርድ ኢና ንሓስብ ዘለና እቲ መደብ ተወዲኡ እዩ እቲ ናይ ባይታ ጉዳይ ከመይ ኢኻ
ኣነ ደኣ ብሓሳብ ኢለ ሓሲበ ብሓሳብ እንዳ ሓሲበ ነረ ብሓሳብ
ሓሳብ ማለት እንታይ ብሓሳብ ደኣ እንዳተዘራረብካ በቃ ብምርጫ ከምዚ ዝበልኩኻ በዓል እቶም መን ዝበሃል እቲ ኣብ ኤርትራ ዘሎ በዓል እቲ ዲስዓ እቲ ኣወል ገለመለ እቶም ኣብኡ ዘለዉ እቶም ክስታያት እቶም ዩቱባውያን ገለመለ ናብኡ ንዓይ ክዕድሙኒ እሞ ኣነ ከ ኣብኡ ኮይነ ተርዳን ንዓይ ክዕድሙኒ ኣነ ከ ኣብኡ ኮይነ እቲ ህዝቢ ህጂ ኩሉ ሸላ ሸላ እንተኢሉ ኣብኡ ከይደ ከ ተርዳን ኣብኡ ተተቐቢሎም ነስመራ ኣነስ ግን እቲ ኪደ ናብ መንግስቲ እየ ሓሰብኩ እምበር ብኩናት ወዲ ኩናት ገርካ ናብ መንግስቲ እዚ ዳድናኻኒ ክስታይ ኮይኑ ተርዳን ከቢድኒ ንዓይ ኣነ ሞት ተርዳን ጽሊኤ እየ ያማን ኣነ ክመውት ኣይደሊ ክቀትል ኣይ- ፍርሐት እኮ ኣይኮነን ርዕደት ኣይኮነን ግን ሸለቃ እቲ ንመ- ናይ መፃኢ ይረኣየኒ ኮይኑ ወዲ ብሓቂ ዘራ ያ፣ መፃእስ ክሉፍ ተቢሎም ካ ደቂ ሓራምሲ ናተይ ወታደር ዕጥቂ ዕጥቂ ዝዓጠቀ ወታደር ሒዘ ባዕለይ ከኣቲ ክእል እየ ተዳ ሙሉእ ተተሰሊዕለይ ባጀት ተዳ ኣነ ወላ ሓንቲ ፀገም ከይብለኝ ተዳ
መን እዩ ክስልዓልካ
መን እዩ ክስልዓልካ ገንዘብ ባዕለይ ኣምፅእ ብረት ባዕለይ ኣምፅእ ደ ክወል
እንተኸበ ምፅና ንወርደልና እንታይ በብረትካ ገዚእካ ክትወርድ

ቀስ ኢልካ ተርክበና ዓዲ ምስ ኣተና ሽግር የብሉን።
ከምኣ እንተልካ ከኣ ዛራ ዝጸበቐት ላባ ግን ኣነ ግን ኣለኹ ጎድንኹም ጸቅን ጸገም ተሃሊኩም ተርዳኒ ኣነ ወላ ሓንቲ ጸገም የለን በት ያ ታይ ዩቱብ እውን ከማዕብል ኣይብል ኣለኹ ገዛስ ክልተ ግለስ ኬፍ መዓልቲ ፊን ኣርኺዳሉ ደሓር ከኣ ሲ ካብ ገዛ ክልተ ሰለስተ ጽቡቅ ኣይኮን ውፍይ ከይተሎ ንስኻ እንታይ እሞ ኣብዛ ቆልዑ ሓላፍነት ትወስድ ገለ ከኣ ስኻ ኣሎ እሳ ተሓሳስበካ ከውን
ንስኻ ጸበቐት ሓቃኻ ትባልካ ያማ ነኖ ትሓስበ ኣለካ ዝታት ካብ ክልተ ካብ ገዛ ሰለ ኣነ ወር ተለኹ ታይሰን ኣብዚኣ ቆልዑ ይሕሊ ያ ያ ሽትምትማ ክወል ተም ዓበይቲ ተወሊድኩም ስተዳን ተም ናእሽቱ ቃውሎ ንሕሉ
ተባዕታይ ሓሳብ ከመይ ባዕተባዕ ትመፆ ተፈሪዱ ያ ዘው የብለላ ገለ ትኽክል እሱ እምበር ዓሰርተ ዓመት ኣስርካ ዓሰርተ ዓመት ዘይትገብር ዝኾነ ዓይነት ዘይትብል ተኾንካ እዚ እ፣ ርጉም እዚ መንግስቲ ማለት እዩ ርጉም ያ ዋላ መንግስቲ እውን ከምዚ ሓስብ ነቲ ሰብሲ የደስክሉ ኣሎ ማለት እዩ። ያእ የደስክሎ ኣሎ ንመፃኢኻ ግን ኣነ ከምዚ ዓይነት ኣሊምካ ኣለኻ እ፣ እቲ ህዝቢ እ፣ ከምዚ ቢሉ ኣነስ ደሓር ዝኾነ ምስ ወረድካሲ ኩልፍ ከይብል እየ ዝፈርሕ እቲ ህዝቢ ብድሕረኻ ምስ ወረድካ ዝመፅእ መንግስትስ ከመይ ትገልፆ ትኸውን እ፣ ኩር መራሒና ዋ ብ- ላ- ላ- ሓንቲ ሻዕ ብጥዒት እንተተመሪሓ እኮ ጥዒቲ ኮይና እያ ትቕፅል ንክገርመካ ስለምንታይ እተን ነናተን ዞባታት ስለ ዘርኣኻያን መገዲ እተን ዞባኻ ክኸሳ እየን ተዳኒ ቲቪ እንዳ ሶሻል ቲቪ ከትሰርሐሉ ናይ ሃገር ትሰርሕ ተዳኒ ሕጂ ኮ ስለምንታይ ከምዚ ነናቶም ዞባታት ኮ ስለምንታይ ክፀድቕ ስለ ዝኾነ ነናቶም እውን ፕረዚደንት ክኸውን ሕጂ ነናተን ዞባ ፕረዚደንት ክኸውን ክመፁ እንዲም ፕረዚደንት ሕጂ ነናተን ዞባታት ዘለዋ ፕረዚደንት ክመፁ ክፍትኑን ይመፁ እንዲም ሕጂ ነናተን ክስታይ ፐርትመንት ግበረን ሕጂ ስለምንታይ እቲ ባጀታት እቲ ሰብ ከዓ ተርዳን ፕረዚደንት ኣነ ተቀይረ ዝመፅእ ፕረዚደንት ኣየስገእናን መፃኢ ስለምንታይ ኣነ መጀመርታ ቦታ ስታይ እንተሂበሉ እንተከፊተሎም ተደኻኒ ብሕማቅ ኣሰራርዓስ ክስርዑ ኣይክእሉን እዩ ኣነ ሕማቅ ብሕማቅ ብፅቡቅ ብከምዚኣ እንተኣተዮም ወላ ሓንቲ ከጋጥም ኣይክእልን እዩ እቲ ዝመፅእ መንግስቲ እውን እንዳ ዘየደ እዩ ዝውስኽ እንዳወሰኸ ምሸለካ ነቲ ሰብካ ፅቡቅ እንዳርኣያ ተርዳኻኒ ስለምንታይ ትምኒት ይህልዎ ክንዲ ኣርባዕተ ዓመት ክውሰኽ ገለመለ ተዳን ከምኡ እንታ ተዳን ተስፋ ከምዚ ክስታይ ዘለዎ ሓቦ ዘለዎ እዩ ክመፅእ እውን ምስ ተቐየርኩ እውን ተዳን ስለምንታይ ብፅቡቕ ስለ ጀሚርካ ዘለካ እቲ ሰብከ እንታይ ፅቡቕ ለሚዱ ሕማቕ እንተለሚድካ እኮ ክስታይ ክወፅእ እዩ ተዳን ውረድ ክብለካ ኣብ ኣርባዕተ ዓመት ክስታይ ክወፅእ እዩ ተዳን ክንደይ ገዛውቲ ክዕኑ ወላ እቶም ሰባት ሓሪቖም ገለገለ ምግቢ ገለ ምስ ወሓደ ገሊኡ ምስ ከበሮም ገለመለ ተዳን ሰላማዊ ሰልፊ ክወፁ ይኽእሉ እዮም ሕጂ ከምዚያ ካየጋጥም ገለመለ ከዓ ንሱ ንሱ ሕጂ ስለምንታይ በሊሕላ ክፀንሕ ኣሎ ስለምንታይ እቲ ሶሻል ሜድያ ገለ እቲ ሕጂ እቲ እንዳ ዩቱብ ገለመለ እኮ ክኽ- ክመፅእ እንከሎ እኮ ሰኢልካ ይኮንካን ፕረዚደንት ክትሰቕሎ ንስኻ እውን ጎጆ ክመፅእ እንከሎ ሓደ ፕረዚደንት እኮ እ፣ እንታይ ሒዝካላ ኣለኻ እንታይ ኢኻ ትሓስብ ነታ ሃገር እንታይ ቅየራ ክበሃል ከለዎ ከዓ ተረዳኒ ወረቐት ከእትውሉ እዮም ሕራይ መሪጹ ኣሎ ግን ንመጻእያ ነታ ህዝቢ እውን ከተላልዮ ቀዲሙ እኮ ንቲ ሰብ ዝምረጽ እኮ ክላለ እኳ እዩ ምስቶ ምስቲ ህዝቢ ክላለ እዩ ኣነስ ከምዚ ይገብር እየ ከምዚ ይገብር እየ ስለ ዝብል ተዳን ምስ መጸ ግን ኣብ ተግባር ተዘይውዕሎ ሰማ- ሰላማዊ ሰልፊ ግድን ክወጽእ እቲ ህዝቢ እያ ትኽክል ንሱ እቲ መግለፂ እቲ ቤላ እቲ ቤላ ሃሪምካያ ቤላ ኣቢልካያ ተኣሳሲርካያ ፅቡቅ ኩሉ ግዜ እቲ ሓሳብ ቤላ እንዲ እቲ ንቲ ሰብ እ፣ ዘየብል እ፣ እ፣ ካብዚ ሽሕን ሓሙሽተን ኣሎ እሞ እ፣ እንግሊሽ እሲ ቤላ እዩ ከይዱ እዝገብ ምስኪ ቁሩብ እስኪ እንግሊሽ እ፣ ከዓ ከምዚ ተዓብሎ ኣሎ ከዓ እስኪ ነዚ ናይ ኣፍሪቃ ምስ ዝትኸዶ ዘለካ ሲ እ፣ ክልተ ቃላት እንግሊሽ እስኪ በሎም ከዓ ኣብ ሕመድ ወላ ትማሊ በፂሓቶ እያ ገለ መለታት ተዛርብካያ ቲክቶክ ብምሓርኛ ገለ ፅሒፈሉ እንደ ዘለኹ ኣይመለሰለይን በል ያያ እወ ከምኡ መፅኣት ነራ በምሓርኛ ዝኸድካያ በፂሓቶ ኣላ ብዙሕ ስታይ ስለ ዝኾነ እታ ጥዒት ኣካውንት ናት ድያ እታ ቲክቶክ ናይ ኣብይ ኣሕመድ እወ እታ ጥዒት እያ መስለን እታ ጥዒት እያ እወ እታ ጥዒት ቲክቶክ እታ ናይ ኣብይ ኣሕመድ እወ ሓደ ኢልኒ ናይ ዓቢ ኣሕመድ እያ ገለ ኢልኒ ጥዒት እያ ኢልኒ እወ ጽሒፈላ ኣለኻ ኣድ ኢለ ፈለው ኢለ ኣሎ እዚ ብናይ ኣምሒ- ኣብ ሕመት ዘውፅ ገለመለ ዘብሎ ከይኮን እሞ ትጥዒ ተኮይኑ ድሓን ኣቀረባ ግዜ ወላ እና ክንዶ ኣለዎም እኮ ኣለዎም እኮ ቲክቶክ ኣለዎም እኮ ኩሎም ፕረዚደንት እኮ ኣለዎ ቲክቶክ ወላ እዚ ናይ ዝዓድ ናይ ሆላንድ ኣለዎ ወላ ናይ ጀርመን ወላ ኣለዎ እንጭ ጠናን ወላ ኣብ ሶሻል ሜድያ ትሪኦ ኣለካ ወላ ጋዜጣ ገለ ተንብብ እንተኮንካ ያ ያ ኣለዎም እኮ ሸር ስለ ዝብሉ ኣብ ወይ ከዓ ኢንስታግራም ገለመለ ያ ሕጂ ሲ እ፣ ከም እ፣ ክቡር ፕረዘንትና ሲ እቲ ቃላት እቲ ዘብለና እቲ ዘብሕመና ሲ እ፣ እ፣ እንግሊሽ ክዛረብ ከሎ ከዓኒ ኬፍ ስለ ዝህበና አ፣ ሓድ ቁሩብ እስከ ሃቡና ይብሎ ኣሎ እምበር ቁሩብ እስከ ሕጉስ ከኣ ነብሎ ነዚ ህዝቢ ምስቱ ያ ያ እ፣ ፈቲኻ ያ ያ እ፣ ያ እም፣ ያ እ፣ ያው the life is good the people is good my people is good ያ

ያ ማን ቴንክ ዩ ዩ ሃቭ ናይስ ዊከን ናይስ ደይ
ቴንክ ዩ
ነቶም ሓደ ሓደ ዘይሰምዑ ሕፅር ኣቢለ ብሪፍ ክገብረሎም ትመልክቲ ዝሕልፎ ሚስተር ፕረዚደንት ሚስተር ፕረዚደንት እንታይ እዮም ዝብሉ ዘለዉ ኣነ ከም መራሒ ሃገር ገዚፍ ራእይ ዘለኒ ሰብ ንሃገረ ኤርትራ ንህዝቢ ኤርትራ ዝሓሸ መነባብሮ ዝሓሸ ሰላም ምስ ጎረባብቱ ምስ ዓለም ሒዘ ዝመፅእ ዘለኹ ራኢ ዘለኒ መራሒ እሞ ኩልኹም ብፍቅሪ ብትሕትና ክትቅበሉኒ እፈቱ ይብል ኣሎ እቲ ካልኣይ ምስ ዓለም እውን ኣብ ዓለም ንብር ስለ ዘለና ቋንቋ ዓለም እናተዛረብና ሕጊ ዓለም እናሓለና ብሰላም ክንነብር ኣብቲ ኢምፖርት ኤክስፖርት ኣብ ምስዳድን ምቕባልን ምስ ጎረባብትኻ ሰላም ጌርካ ክንበር ኣለዎ እዮም ዝብሉና ዘለዉ ዝኸበርካ ፕረዚዳንት ብጣዕሚ ነመስግን ቀሊል ኣይኮነን እቲ ካልእ እእምሮይ ኣዝዩ ደቂሱ ይፈልጥን እዩ ብህዝበይን ብዓደይን ክሓስብ ኣዝዩ ግዘ ዝወስድ እዩ ግን እቲ ዘለኒ ኩሉ ዓይነት ሰዓት ኣብ ህዝበይ እየ ከውዕሎ ዝደሊ እዮም ዝብሉና ዘለዉ ብልቢ ነመስግን እግዚኣብሔር ከዓ ይሓግዘና ንኩልና መራሒና
ፅቡቅ ሃሪምዋ ካብ ዝነበረ ለውጢ ወላ ቤላ ከድኩም እሱ ኢና ንደሊ እቲ ክቡር ፕረዚደንትና ናበይ ከምዝኸ ርእስኹም ፈሊጥና ኢና ከዓ ንዛረበና ዘሎ ፅቡቅ ሃሪምኩማ ከም ልማዓንቲ ከማንሲ ተመስጢጠይ ተመስጢጠይ ከማን የሰማዕኳን እዘን ቅድሚ ሕጂ ማለት እዩ እቲን ስታይ ፅቡቅ እዩ እቲ እ፣ ናይ ዓረብ ናይ እ፣ ናይ ልብያ ወላ ከማንሲ እ፣ ዳርጋ ሰሚዕዎ እዩ እ፣ ብዝብሎ ሓሳባት ኢና ሰሚዕና ዘለና ምስጋናው ብዓረብ ገርካ እቲ ናይ ልብያዊ ግዝያዊ ዘሎ መንግስቲ ፅቡቅ ሓሳባት እዩ ተዛሪቡ እሞ ዛዕባ ካቲ ናይ ስታይ ወላ ቁሩብ ዓረብ መኖዖም ኣብሎም ናብቲ ርእይቶና ከዓ ሰብ ክነደይብ
ናብ ሊብያ
እቲ ዘመስገነ እቲ ስታይ ካሲ ቁሩብ ምስጋና ነቲ ዓረብ ኣምሓርኛ ኢኻ ዘይትኽእላ እምበር ዓረብስ ፅቡቅ ኢኻ ተብላ ኣምሓርኛ ዓረብ ዓረብ ኸልዓ ዓረብ ሰላም ዓለይኩም ያ ኩልኹም ፊ ልዓለም ያ ዓረብ

ዝወዳደረካ የለን እቲ ማዕረ ክንደይ ትኸዲ ከም ዘለካ ዝተሰወላ ይርእየካ እዩ ዘሎ እ፣ ዓረብ እኳ ትኽእል ኢኻ እ፣ ፅቡቕካ ትዛረብ እ፣ ፅቡቕ ሓሳባት እዩ እቲ ነገራት ከዓ እዚ ኢና እንደል ዘለና ምስ ኩለን ሃገራት ሓደ ክንከውን ኢና እንደል ዘለና እ፣ ሓደ ክልተ እ፣ ብትኽክል ከዓ ከም ዝበልካዮ ቲክቶክ ኣለዎም ይከታተሉና እዮም እ፣ ክሰምዑና ስንደሊ ኢና ኩሉ እዚ ዝመፅእ ክልተ ሽሕ ዝመፅእ እ፣ ዘይሰምዑ ቋንቋ ዝመፁኻ ኣለዉ ወላ ብዓረብ ትፈልጦ ካብ ናትና ኣብ ደገ ዝተወለዱ ወላ ክሰምዑ ይኽእሉ እዮም ጥራይ ግድን ኣይኮንና ንቲ ናይ ዓራባት ናይ ትንስታይ ጥራይ ክንዛረብ ዘለና ኩሉ ወላ ትስታያት ሲ ከምዚ እዩ ቀንዲ እዚ ከዓ ክንዛረበሉ ዝግበኦ ስታይ እዩ እዚ ህዝቢ ከዓ ኩሉ ክመሃር ከም ዘለዎ ከዓ ክተመልክቶ ክንሰርሐሉ ከም ዘለና ከዓ ክትነግሮም ኣለካ እምበር ፅቡቅ ሃሪምካዮ ፅቡቅ ነገራት እዩ ሰባት ከዓ ክነደይብ በቃ ተንክ ዩ እቲ ትገብሮ ዘለካ እቲ ኣብኡ ስእሊ ከለኹ እታ መልእኽቲ ከሕልፋ ገጮም ኩልኹም ፅባሕ ሰዓት ሸሞንተ የራኽበና ምስተር ፕረዚደንት ምስ ተወዳዳሪኡ ፍናን ወዲ ገጠር ከቢድ ዝኾነ ዲቤት ዝርብ ከለወና እዩ ሕቶታት እውን ኣዳልየሉ ከኣነ ኣብ ሓቢርና ብሓሳብ ክነምሲ እቲ ሕቶ ዘሎ ሰብ ከዓ ክሓትት ይከኣል እሞ ናይ ፅባሕ ሰባት ትግበረና ማለት እዩ እዚኣ ክሓልፍ ደሊ ከሎ ቀፅሉ ተንክ ያ ክመፅኦም እንቲ በዓሎም ክመፅ እንዲም ጥራይ ንስኹም ንክቡር ብረዘንትና ከዓነይ ህውኽ ኢልኩም ክትዛረቡ ይብልኩም በክብሮት ከምዚ ኣክቢርና ነውርዶም ዘለና ብክብሮት ክዛረቡ ከም ዘለዉ ከዓነይ ክሰርሑ ኣለኩም ዕንቅፋት ምስ ትገብርሉ ከዓነይ ኣብ ጎድንኩም ዘለና ከዓ ክትፈልጡ ኣለኩም ሚስተር ጋዜጠና ትብ ከምኡ እውን ኣብ ሰበይቶን ገለሲ ገዛ ግድን ከምዚ ገዛ ንሰርሐሎም እኮ ንሱ እታ ህዝቢ ስ- ኣነ ኢሉ ኣነ እዚ ኩናት ወዲ ኩናት ኣየድለን ኢሉ ምስ ኢሳያስ ኣፈወርቂ ከዓ ኮፍ ኢለ ሃበኒ እታ ኩርሰ ክብሎ ዝደለ ዝብለካ ዘሎ ተድሃኒ እታ እሞ ኩርሰ ክቦ ክእል ዶ እ?

ሕጂ ኢሳያስ ኣፈወርቂ ካብ መን እዩ ትሸላ ዝበሃል ከምዚ ይዛረብ ዘሎ ክብል ግድን እዩ ክብል ተረዳኒ ወይ ከዓ እቶም ክስታ ግፅዑ እዮም እቶም ሶሻል ሜድያ ዘለዎም ኣብ ኤርትራ ተረዳኒ ክሓቱ ኣብ ዜና ወይ ከዓ ንዕልል ተረዳኒ ማን የግዓርከ ያው ኣነ ሸላ በሃል ያው እቲ ህዝቢ ከዓ የላልዮም የላልዮም ነቶም ኣብ ኤርትራ ዘለዉ ህዝቢ ከዓ ይላለዩኒ ንዓይ ንዓይ ተላልዮም ንኸዓ ተረዳኒ ያ ብታ ሓሳበይ ካተ ዳኒ ኣብ ጣውላ ኸውን ንሳ እኳ እታ ዝበለፀት ኣብ ዓለም ኣብ ጣውላ ካት ኸውን እታ ሓሳብ እቲ ህዝቢ ከዓ ይላል ተኻሊ የቱ ክቡር መራሒና እ፣ ነቲ ህዝቢ ከንቅሕ እዩ ከይድ ህጂ በዓል ዘርሰና ህጂ ክደርፉ እዮም ከይዶም ደሪፎም ዓጀውጀው እናበሉ እ፣ እታ ፍራንክፈርት ትመስል ሸላ ግን ምስ ህዝቢ እዩ ክረዳዳእ ዝኸዝ ዘሎ ወይ ክዛወር ኣይኮነን ዝኸ ዘሎ ናና በዓል ዘርሰናድ ኣንታ ርእሲ ኣለዎ ኣንታ ጎጆ ሓወይ ያ ያ እዎ እሞ እቲ ክነብርህ ኣሎ ሓደ ሰብ ሓደ ሰብ እኮ ሓደ ሰብ ሓደ ሰብ ተረዳኒ ሓደ ሰብ ንሃገሩ ዝፈቱ ሰብ ሓደ ሰብ ተረዳኒ ኣነ ከይደ ናብ ኤርትራ ናይ ብዛዕባ ህዝበይ ብዛዕባ ናብራ እየ ክዘራረብ እምበር ተረዳኸኒ ኣነ ያው ጽቡቕ ጽቡቕ ጽቡቕ እንተዝህልና እንታይ ደሊ ተሰዲደ ኣለኹ ጽቡቕ የለን እኮ ጽቡቕ ስለ ዘየለ እንደ ተሰዲደ ዘለኹ ጽቡቕ ስለ ዘየለ እኮ ኣነ ከዓ ፕረዚደንት ክኸውን ክምረጽ ዘለኹ ጽቡቕ ክገብር ተዳኒ ንጽቡቕ ክገብር ነቲ ህዝቢ ከንቅሕ ተዳኒ እቲ ህዝቢስ እንታይ ኣሎ ኣብ ካልእ ዓለም እንታይ ይረአ ኣሎ ኣብ ካልእ ዓለማት ክነግሮ ተዳኒ ክርዳእ ሓደ ሰብ ኣነ ንዓይ እኮ ሓደ ሰብ ከምዚ በል ኣይብለንን ተዳኒ እንዴት ያ ምስ ፕሬዚዳንት ተረዳእትካ ዶ ትባክ እጅታ ሓሳብ ኣነ እቲ ነገራት ክርዳእኒ እንተኮይኑ እቲ ጉዳይ ብዓንዳ ርእሱ ኣብኡ ስለ ዘለካ ጎጆ ኣብኡ እምነት ኣለኒ ኣነ ያ ክንዲ ዝወስድ ወሰድቲ ግዜ ነቲ ትኸዶ ዕላማ ንጹር እዩ ሕጂ ካልእ እ፣ ኣብቲ ነዊሕ ከውን ስለ ዝኾነ እቲ ግዜ እንዳሓጎስኳ ከኸኸይ ስለ ደለኹ እየ እ፣ ያ ያ ጸበብ የለን ያ ኣብዚ ናይ ንኣብነት መራሕቲ ክመፁ ከለዉ ናብ ቤተ መንግስቲ ምስ ሚስተር ፕረዚደንት ያ ድሕሪ ባይታ ኣለዎም ማለት ኣመፃፅኦም ሕጂ ምስ ደቂ ኣንስትዮ ተተሓሓዘ ዓመፅ ኣሲ ከምዚ ሕጂ ዶናልድ ትራምፕ ሪኢኻ ኣለኻ ምስ ብዙሓት ደቂ ኣንስትዮ ኣውፂኡ ዓሚፅወን ገሊአን ዝወረደለን ገሊአ እሰይ ንጓል ኣንስተይቲ ክሳብ ክትሕዛ ኣለካ ክሳብ ክትሕዛ ኣለካ እንዳበለ ሪኢኻ ዝሰሚዕካ ትኾን ኢኻ ጎጆ ኣብ ገለ እዋን ኣምፂሞ ነይሮም
ታኔ ወይ ታቀደም ብራቮ እታ መጀመርያ 2016 ሕጂ ኣብስታት እንታይ እዩ ከ ማለት ኣለካ ድዩ ዝገበርከያ ምስ ደቂ ርክባት ኣብ ዝተፈላለየ ኣጋጣሚታት እዚ እውን ኣብቲ ትሓስቦ ነገር እውን ብቕንዕና ንገረና ከም ሓደ መራሒ ናይ ናይ ንዓነ እኳ ዘሰክፍ የብለይን ብናይ ደቂ ኣንስትዮ ይኹን ወላ ብናይ ያ ናይ ባእስታት ኣሎ ናይ ፀገማት ናይ ድሮግ ኣሎ ተርዳን ኣነ ብዛዕ ናይ ያ ከምዚኣት ኣሎ ፀገማት ኣሎ ያው ናይ ድሮግ ናይ ባእሲ ናይ ያ ያ ናይ ከምዚያት ኣሎ ናይ ሕማቓት ነገራት ኣሎ ብናይ ዋልድ ብናይ ዋልድ የብለኝ ብናይ ያ ከምዚያን ኣሎ ብናይ ያ ናይ ካልኦን ሓንቲ የብለና ኣነ ሞ እንታይ ትሰብቲ ህዝቢ ይፈልጠኒ እንዲ ኣነ ንምንታይ ሰዓት ኣብ መቐሪ ፕራዚዳንት እንድሕር ፍቂድለ ኣባ ከለኹ ክትምልዋ ኣብ ሶሻል ሜድያ ምታዕንተ ወይ ዝዕሎ ነበርኩም ስለ ዘይነበርና ንሕና ሓድሽ ነገር ተፈጢሩ ፀኒሕና

ሕጂ ገለታት ነይሩ ዘረባታት ምሳኹም ምስተር ፕረዚደንት ከምዚ ሕጂ ኣብ ዓቢ ጉዳይ ከይበጻሕኹም ሓደ ሓደ ምስሓሓባት ነይሩ ዕላላት ዝሰምዕ ነይሩ ተቆራርጹ ዝረኣኹዎ ብርሑቕ ሕጂሲ ኣዊታት ኣብዚ ንኣብነት እዚ ሰገን ትበሃል ሓንቲ ጓል ኣነ ይፈልጠን ንኣብነት ኣብ ምውራድ ኣብ ምድያብ ዝበሃል ቋንቋታት ነይሩ ወላ ምስ እቲ ዘይተጋጊ ከማን ክልቲኹም ከም ትዕልሉ ነይርኩም ገለ ድሓር ይስምዕ እዮ እስታ ዲታ ታምፅኦ ብቲ ጉዳይ እቲ መፃኢኻስ እንታይ እዩ ሓቅነት ነይርዎ ድዩ ፀለመ ድዩ ሰብን ክበርሃሉ ስለ ዘለዎ ህልኽ ድዩ እዚ ኣብሪህና ኢና እዚ ኣብሪህና ኢና እኮ እዚ ወላ ጎጆ እውን ይኣምንሉ እዩ ብሪህና ኢና እዚ ተዳነ እዚ በሪህና ያ ብሪህና ኢና እዚ ጉዳይ እዚ ዓሰርተ ትሽዓተ ተዛራሪብና ኣለና ወላ ሓንቲ ክስታይ ክስታይ ኮይኑ ይስምዐኒ ኢና ኣነ እኮ በዚ ጉዳይ እዚ ተዛሪብና ኣለና ዓሰርተ ሻዕ ዋላ ሓንቲ ክንዛረበሉ እውን ዋላ ሓንቲ ስታ የብሉን ማለት እዩ ወላ እቲ ሰብሲ ይሉ ኣይብልስ ዋላ ሓንቲ ንዓይ ማለት እዩ ወላቲ ስታይ ሳክት ብስምዒት ሕርቃን ገለ እምበር እዚኣ ክነብርሃ ከምኡ ዓይነት ኣይኮነን ክቡር መራሒና ንስኻ ከምኡ ዓይነት ኣይኮነትን እቲ ሕርቃን ዘምፅኦ ጭቕጭቕ ምስ ሓረካ ዘይተበለ የለን እምበር ክቡር መራሒና ንከምኡታት ዝገብር ኣይኮነን ምሳ ኣስለ ፍቅሪ ስለ ዝነበሮም ኣብቲ ፍቅሪ ትጨቃጨቅ ኢካ ትጻራረፍ ካብ ዘምጻ ከምዚ ኢልካ ከኣ ስለ ዝዛረብ እምበር ክቡር መራሒና ከምኡ ኣይኮነን ድሓን እዚኣ ከምዚ ንምንታይ ደ ጎጆ እቲ እዎ ሰብ እንዳ ዓበየ ክመፅእ ከሎ ሓደ ሰብ ኣብ ህዝቢ እንዳ ተፈላጥነት እንዳ መፅእ ከሎ ሰባት ከዓ ከምቲ ዓንተ ዝብልዎ ነበሩ ተንኮላት ኣሎ ክስታት ክጅምር ይኽእል እዩ ክንከታተሎ ክስታት ስለ እ፣ ዘለና ክስታት እሞ ክስታት እ፣ መን ዓርከ ክስታት ክጅምር ተኮይኑ እኮ ክስታት እኮ ጽቡቅ እኳ እዩ ትኽሰስ እኮ ትሰብካ ተርዳን ትሰብካ ተምጽኦ ትሰብካ ተርዳን ብከምዚ ብከምዚ ሰብ እኳ እዩ ና- ስለምንታይ ካብ ሰብ ኢልኒ ያ ያ ኢለትኒ ኢሉኒ ተርዳን ሰብ ሓሳዊ ተርዳን እዚ ኢልኒ እዚ ኢለ እዚ ኢላትኒ እዚ እቲ ሰብ ዲሬክት ምጽኻ እቲ ጸገሙ ፍታሕ ተርዳን ስለምንታይ ድና ሰለማውያን ኢልና ሓቂ ብሓቂ ሪሊ ብሪሊ ተርዳን ሲልካ ኣምላኽ ኢልካ ኮንካ ተላ ግን ከይትዕንቅፎ ኮይነ ምስር ፕረዚደንት ከይትዕንቅፉ ንሕናሲ ኣብቲ ቅድሜኹም መንገድኹም ፅቡቅ ፅንሓኩም እናተሓባበርና ንከይድ እቲ ጉዳይ ክንከታተሉ ስለ ዘለና እየ ትሕተሉ ኢለ እዮም እወ ላላላ እሞ ላላ ንብለካ ግን ኣብቲ ናይ ከምዚ ክስታይ ትብሎ ዘለካሲ እቲ ሰብ ከዓ እቶም ፀገማት ከምዚ ክስታያት ዘለዎም ተረዳን ክዘራረቡ ኣነስ ከምዚ ኮይነ ፀገም ትብል ተሃልያ ወይ ከምዚ ትዘራረቡ ተዳሉ ከም መንግስቲ መጠን ከዓ መልሲ ከዓ መልስን ሕቶን ርእቶን ተዳን ግልፂ ብግልፂ ገፅ ብገፅ ተዳን እዚ ሕቶን ዝበርሀሉ ሰብ ተደልዩ ዝበርህ ተሃልዩ ዘይበርህ እንተሃልዩ ክበርህም ሎም ድሉ ያነ ትሰብ ጥራይ ታሰብ ወይ ድልይቲ ትኹን ወይ ከዓ ዝኾነ ነገር ተዳን እምበር ኣነ ወላ ሓንቲ ወደ ሓንቲ ሳር ደት እያ ገሪፍና ኢና ዓና ካልእ እንታይ ኣሎ ናይ ሓደ ሰብኣይ ኣሎ ብዝቐረባ ግዜ ሪኢኹሞ ትኾኑ ትኾንኩም ምስ ፕረዚደንት ካብ ኩርሲ እውን ዝወደቐ ብምሒር ምሕሳብ መራሒ ሃገር እየ ክኸውን መንግስቲ እየ እንዳበለ ዝመፅ ሰብኣይ ነይሩ ሪኦሞ ነይርኩም ኣብዚ ከባቢ ኣብዚ ቀረባ ግዜ
እዎ ያ ያ ሪኦ ነረ እንዳወዳ ካብ ኩርሲ ሸተት ኢሉ ቁምጣ ገይሩ ብራት የለ እዚኦም ከምዚኦም ዝበሰሉ ሰባት ከመይ ክትሪእዎም ከመይ ኣተሓሓዞም ከመይ እዩ
እዚ እሞ እዚ ሕጂ ብናይ ወላ ሓንቲ ኣነ ክዛረበሎም እኳ ዓቢ ዓቢ ሰብ ኣይኒ እቲ ምውዳቆንካ መንግስተ ሰማይ ኣዋርስ እንኳዕ ሕማቀ ኮይኑ ይመጾም እንኳዕ ሕማቅ ኮይኑ ይመጾም እንኳዕ ብሕማቅ ርእሶም ዓለም እንኳዕ ኣይተጎድኡ ያ
እቲ ሓልየት ናይዚ ክቡር ብረንት ረያ ኣይፈልጦን ከማን ግን ከም በዓል ንሶም ወላ መራሕቲ ድሕርጂ ክመፁ ከማን ኣይንፍቅድ ኢልና መንእሰይ ካብ ሰላሳ ንታሕቲ በቃ እቲ መንእሰይ ዘንቅሕ ከምዚ ናይ ክቡር መፅኻ ዘለኻ ኣብ ሓንቲ ብል ኣለው ሓንቲ ለንቀነ ምስ ናይ ክበረት ከም ፀለእትካ ግዲ ኮይኖም መዓኮራ እንዳሓዝካያ ሓንቲ ጓል ከምዚ ስታይ ሸር ይብልዋ ኣለው ንሳ እስከ ብርህ ብለሎም ኣብዛ ኮመንት ስለ ክንሓትት እያ ክንሕልፋ ስለ ዘይንኽእል ሕቶታት ከዓ ብስነ ስርዓት ገርካ ስለ ተብሎ ታይ እቲ ናይ ሰገን እኳ ሳክት ተ- ክንደይ ግዜ ደጋግምና እያ ኢና ተዘራሪብና ኣለና ድሓን እ፣ ትባጎላ ኣብቲኣ ስታይስ ቁሩብ ኣስገ ከይትብል እ፣ ወላ ቢዶ ይዝርግሕዋ ኣለዎ እሞ ከመይ ኣንሳ ኩር መራሒና ኣንቲ እታ ጓል ማለት ድዩ እታ ኣንቲ እያ ሕጂ ትኸውን ዘላ ወዲኹም ድኹም እቲያ እንዳ ሰዓምካ መዓ- ቆቢዕ ገራ ምስ ሸብል ኣይነርካ እቲ ዘበልካያ ሲ ሸር ይብልዋ ኣለዉ ለንቀነት ርኢኻያ ከማን ሲ ኣይትሕሰብዎ ብዙ- ብዙይስ ወላ ሓንቲ ዝመጽእ የለን ኢልና ወላ ኣብኡ ኣርእስቲ ጽሒፍና ወላ ነርና ኢና እጅስ ከመይ እዚኣ ትርእዋ እወ ናና ንኣነ ዳ ሳክት ወላ ሓንቲ እኮ ሳክት ንዘናጋዕ ገለ ነርና ስለ ጨሪምና ገለ ስለ ነበርና ከልቴና ገለገለ ሰቲና ገለ ስለ ነበርና ያ ኣጋጣሚ ካ ንሳ ከዓ ደስ ኢልዋ ነሩ ገለገለ ያ ኣብ ኣብ ልዕለይ ደይባ ገለ ሳክት ቆሪፆማ ገለ ያ ማን ያ ያ ያ ንሱ ንሱ ናይ ንእስነት እንዲ ንእስነት ውድ ሰብ ኣብ ንእስነት ብንእስነት እንዲ ጠላን ኣብ ውዒ ዕድመ እንተሃለኻ ሕጂ ከምዚ ዘይፈቱ የለን ስጋዊ ርክብ ተረዳሃኒ ያ ሕጂ ግን ከመይ ገረ ይእድቦ ንዑ ነቲ ከምዚያት ስጋዊ ርክብ ምስ ጓል ኣንስተይቲ ብዙሓት ዘይምዝዋር ገለመለ ከምዚ ከመይ ገረ ይእድቦ ደኣ እምበር እወ የጋጥም እዩ እወ ኣጋጢሙ
ንሳሲ ወላ ሓንቲ ናይ ሓንቲ መዓልቲ እምበር ከምዚ
ፍትወት
ናይ ሓንቲ መዓልቲ እምበር ካብኡ ዝተራኸብኩ የብልኩምን ርክብኩምስ ወላ ሓንቲ ብከመይ ድዮም ሸር ይብልዋ ኣለዉ ተሪኢኻያ ገለመለ ከመይ ገሩ መራሒ እጂ ከምቲ ዝፃብኡ ኣለዉ ትርዳኻኒ ዝፃብኡ ስለዘየለዉ ግዲና ከዓ ንሕና ከዓ መብራህቲ ክንህበሉ እንታይ እዮም ስቁሎም እንታይ እዮም ከምዚ ኢሎም ንሕና ከዓ ንዝኾነ ዓይነት ኣይኮነን እዚ ፈኲስ ነገር እዚ እቲ ዝኸቢድ ነገር ከማንስ ኣይንሓወል ኢና ኣብዚ ምፂና ኢና ክንዛረቦ ከም ህዝቢ ልክዕ ከም ሓሳብ ከም ነብሎ ዘ- የለን ተደኻኒ ስኢልካ ሓቢእኻ ትካ የለን ጥዑይ መንግስቲ ተኮይኑ ናይ ብልቡ ክዛረብ ዘለዎ ጥዑይ መንግስቲ ስጋብ ዝኾንካ እ፣ ንስተያ ንሳ ከዓ ናይ ሓንቲ መዓልቲ ጉዳያ ናይ መስተ ጉዳይ እዩ ናይ ንእስነት ከዓ ከምዚ ዝበልካ እየ ተጨሪምካ ገለመለ ኩሉ ዝገብረ እዩ ኩሉ ኣብ ኩሉ ደቂ ኣባኻ ጥራይ ዘይኮነ ኣብ ኩልና ደቂ ዘሎ ደቂ- ኣብ ኩሉ ዘሎ ህዝቢ ማለት እዩ እዚ ከዓ ንወላ ህዝቢ ከማን ደስ ይብል ያ ፅቡቅ ሓሳብ ከማን ይብል ኣሎ ብታሕቲ ከማን ሕጂ ሲ ክቡር መራሒና እቲ ነገራት ትሪኦ ኣለካ ቀንዲ እቲ ክፀቁጠሉ ዘሎ- ክንፅቁጠሉ ዘለና ዋላ እዚኦም እ፣ እ፣ ፍናን ከ ኣፍሒዝልና ዶ ኣይሓዘልናን እቲያ መልእክትስ ሪኢኻ ኢኻ ኣከመይ ጉዳይ በፂሓ ኣላ ወይስ ከመይ እያ ዘላ እታ ስታይ ተዘራሪብኩም ዶ ብውሽጢ ኣይተዘራረብኩም ስለ ተራኺብና ስለ ኣይተዘራረብና ኣላ ኣነ ዳ ናብ ቱፓክ ገዲፈያ እኮ ንሳ ፅባሕ ዕድመ ኣለና ኣብኡ ይዘራረባ ኢሉ ኣብቲ ገዛ ናይ ትባግ ማለት እዩ እዋ ሙዚቃ ኣለዎም እ፣ ኣብኡ ክንዘራረበላ ፅባሕ እዋ ፅባሕ ሰዓት ሸ- ሸሞንተን ፈረቓ በቃ ርሓቕ ከም ሓሳብ መጺና ርእይቶና ክነስምዕ ክንመጽእ ኢና ኩርዕ ኢልኩም ባድላ ገርኩም መጽኹም ኣቡ ከኣነ ባድላ መልሰ ክመጽእ እዎ ባድላ ገርኩም መጹ ንሕና ከዓ ነፍቲ ደይብና ከዓ ርእይቶናን ሓሳብናን ክንህብ ኢና እዚ ህዝቢ ከዓ ሽዑ እቲ